ሕራይ ክቡራት ተኸታተልቲ ከመይ ውዒልኩም ናይ ሎሚ መደብና ብሕሶት ንምስዓር ዝፅዕሩ መንግስቲ ኣሜሪካ ፍሽለቶም ኣብ ኮንግረስ ኣሜሪካ ይረኣይ ኣሎ ናይ ኮንግረስ ኣሜሪካ ክሳብ ክንደይ ሽግር ገጢሙ ከም ዘሎ ወታደራዊ ናውትታትን ወተሃደራትን ብሕርቃን እዮም ዝገልፁ ዘለዉ። ናይ ኣሜሪካ ናይ ጦር ሚኒስትር ዘየለ ሕሶት ዘየለ ፅርፊ ኣብ እቲ መደረ ይገብር ኣሎ። ስለምንታይ እዩ እዚ ኩሉ ሕሶትን እዚ ኩሉ ጃህራን ዝገብርዎ ዝነበሩ? ሕጂ ድማ ብሕሶት ንምስዓር ብምልዓስ ሰዓርቲ ኮይኖም ንምቕራብ ዝገብርዎ ዘለዉ ጉያ ጉያ ብዛዕብኡ ዝተመልከተ ሓደ መደብ ሒዘ የቐሪቦ ዘለኹ እስኪ እዚ ሕጂ ሕፅር ሕፅር ኣቢለ እዚ ኩናት ንምንታይ ተጀሚሩ ናይ ቀደም ዓበይቲ ሰበ ስልጣናት ዘጋለፅዎ ነገር ኣሎ ዓባይ እስራኤል ንምህናፅ ናታንያሁ ሕልሚ ኣለዎ ሕልሚ ጋህዲ ዘይከውን ሕልሚ ኣሎ። ነዚ ሕልሚ ዕውት ንምግባር ብመጀመርያ ኢራን ክትጠፍእ ኣለዋ። ኢራን እንተዘይጠፊኣ ድማ ኢራን ብትንትና ክውፅእ ኣለዋ። ሓንቲ ዘይትረብሕ ሃገር ክትከውን ኣለዋ። ናብ ዓሰርተ ከተመቓቐል። ነዚ ብዙሕ ሰላሳ ዓመት ነታንያሁ ሰሪሕሉ እዩ። መጨረሻ ንትራምፕ ረኺቦ ኣታሊልዎ። ናብዚ ውግእ የእትይዎ። ትራምፕ ናብዚ ውግእ ክኣቱ ከሎ ብሰለስተ መዓልቲ ዝውድኦ ኮይኑ እዩ ተሰሚዕዎ። ብሰለስተ መዓልቲ ጣዕጣዕ ኣቢልካ ባይ ገይሩ እዩ። ንትራምፕ እውን ቀዳማይ ሚኒስትር ናታንያሆ ከምኡ ኢሉ ኣታሊልዎ። ስለዚ ትራምፕ ኣብዚ ዓይን የብለይ ስኒ የብለይ ኩናት ኣትዩ። እቲ ኾይናት ክዕወት ኣይከኣለን እዩ ግን ግብረመልሲ ግብረመልሲ ናይ ኢራን ቅድሚ ሕጂ ትዝክሩ እንተ ኮንኩም ኣብ 12 መዓልቲ ውግእ ኢራን እዚ ቦታ ከናርም ኢና እሞ ሰራዊት ካውፅእ ኢሎም እዮም ኣውፅኡ ሃሪሞሞ ሕጂ ከምኡ መሲልዎ ትራምፕ ሕጂ ክነግሩና እዮም በረ ኣይደፍሩናን እዮም መራኸብና ይሃርሙ ሚሊተሪ ቤዝና ይሃርሙ ክነግሩና እዮም ዝብል ግምት እዩ ዘለዎም ንሳቶም በቃ ብከምኡ እቲ ሓንጎሎም ኣጀስት ገይሮሞ እዮም ኢራን በሎ ጀሚራ ማለት እዩ በሎ መራኸብ የለ ገለ የለ ሰራዊት የለ ንኩሉ በሎ በሎ ይብልዎ እዚ መንግስቲ ኣሜሪካ ዘይተፀበዮ ሃንደበታዊ ጉዳይ ኮይንዎ ናበይ ናበይ እዚ ኩሉ ብበላይን ዝቑፀር ገንዘብ ከሲሩ ሰራዊቱ ከሲሩ ዝተማረኹን ኣሎ ካብኡ ኣይዓረፈን በቃ በቲ ቬንዙዌላ ዝገበሮ ናይ ኢራን ናይ ኒክለር ዝተመስርሐ ንምስራቕ ድማ ካልእ ብሓይሊ ኣየር የትዩ ኣብኡ ተሪፎም ሕጂ በቃ ኩናት ጠጠው ነብል መፅያ ማለት እዩ ኩናት ጠጠው ነብል ምስ መፁ ሕራይ ጠጠው ነብል ግን ህዝቡላ እስራኤል ትገብሮ ውግእ ጠጠው ተብል ተባሂሉ እስራኤል እዚ እንታይ የትዎ ኖኖ የእትወናይ ይምልከተናይ ሕራይ ጠጠው ክንብል ኢና ኢሎም ጠጠው ኣቢሎም ስለምንታይ ጠጠው ኣቢሎም ተሳዒሮም ኣይከኣሉ ጠጠው ምስ ኣበሉ ግን ንሕና ስዒርና ሓይሊ ባሕሪ ኣጥፊእናዮ ኣየር ናይ ኢራን ተቆፃፂርና ዮ ዝብሉ ዝነበሩ ክንደይ ኤፍ 15 ኤፍ 1 ገለመታት ዝበሃላ ኣየራት ብምሉአን ተሃሪመን ታሪማን ዘይህረማ ዝተባሃላ ኣሜሪካ ትምክሓልን ዝነበረት ማለት እዩ ስለዚ እቲ ኣየር ተቆፃፂርናዮ ዝነበሮ ሃዲሞም ከይዶም በቃ ሕጂስ በቃ ብኩሉ ክንመት ክንረምና ስለዚ እቲ ኩናት ጠጠው ንብሎ እቲ ስምምዕ ኣይኮነን እዩ ኣርባዕተ ሸሞንተ ሰዓት ሂበ ክንዲዚ ሰዓት ሂበ ክንደይ ሰዓት ሂቡ መጨረሻ በቃ ክልተ ወርሒ ንግበሮ እዚ ኩሉ ናይ ትራምፕ ሃለውለው ካልእ እዩ። ምክንያቱ ውሽጡ ዘሎ ናይ ሓይሊ ወታደራዊ ዓቕሚ ናብ ዜሮ ስለ ዝተመለሰ እዩ። ፈትዮ ኣይኮነን ትራምፕ ወይ ሓዛኒ ኮይኑ ኣይኮነን እዩ። እስራኤል እውን ወይ ሓዛኒ ኮይና ኣይኮነትን እያ። ተሃስያ እያ ተሃስያ ጽቡቅ ገይሩ ደግድግዋ ኢራን እሳቶም ሓሲቦሞ ዝነበሩ ብሰለስተ መዓልቲ ኣየዕኒና እታ ሃገር በታቲንና ንዓና ዝመስል ሰብ ኣብኡ ኣቐሚጥና ከም ድላይና ክንገብር ኢና ዝብል እዩ ነይሩ እዚ ተገምጢሉ ሕጂ ኣብ ናይ ኮንግረስ ኣሜሪካ ሕቶታት መፅኡ ክንደይ ገንዘብ ኣውፂኹም ዝተባሃሉ 25 ቢልዮን እዚ ወደሞ ትሪልዮን በፂሑ ኣሎ 25 ቢልዮን ጥራይ እዚኣ እዚኣ ናይ ግድን ክትብልዋ ኣለኩም ተባሂሎም እቶም ካብ መከላኸሊ ሚኒስትር ጀሚርካ ኩሎም ዝተሓተቱ 25 25 ይብሉ ኣብኡ ዝነበረ ናውቲ ብፍላይ እዘን ናይ ኣብ ሰማይ ኮይና ጃም ትገብር ዝነበረት ኣየር ትሽዓተ ሚእቲ ቢልዮን ዶላር ዋጋ እሳ ጥራሕ እሳ ጥራሕ ካልኦት ራዳራት ግደፎ እዚ ብጣዓሚ ሓያል ዝኾነ ኣፅዋራት ኣብኡ ተገይሩ ነይሩ ምክንያቱ እስራኤል ንምሕላው እዩ እቲ ዋና ታርጌት ዝነበረ እዚ ኩሉ ኣፅዋር ክዓኑ ከሎ ኣይፈልጥዎን እዮም ንሳቶም ወይስ ሒሳብ ኣይክእሉን እዮም እዚ እዩ እቲ ሕሶት ኣብ ኮንግረስ ኣሜሪካ ብዙሕ ሕቶ እዮም ሓትቶም ነቲ ሰራዊትና ድሮናት እኳ ናይ ምክልኻል ዓቕሚ ከይህልዎ ስቕልኩም ርሑና ቀምጥኩሞም ነርኩም ኣይገበርናን ንሕና ከምኡ ኣይኮናን ዝከኣለና ጌርና እቲ ሰራዊት ኣልዒልና ናብ ካልኦት ኖኖ ሰራዊት ኣይተልዓለን ኣይሃርሙናን እዮም ዝብል ግምት ስለ ዝነበሮም ንዓና ከየፈቀዱ ኣይሃርሙናን እዮም ዝብል ግምት ስለነበሮም ተዓሾም እዮም ነይሮም ኢራን ድማ ወሲዳ ትዘብጥ ወወሲዳ ትድምስስ እያ ነይራ። ብድሕሪኦ ናብ ሆቴላት ህድማ ተጀሚሩ። ሆቴላት፣ ገለመታት ምሕባእ ተጀሚሩ። እዚ ድሕሪኡ ምስ ዓነወ ኩሉ ነገር ምስ ኮነ እዩ። ኣብ ሆቴላት፣ ኣብ ሾጓሹግ፣ ኣብ ቪላታት እንዳተኸራዩ ምቕማጥ ጀሚሩ። እዚ ኩሉ ወጻኢስ ከ ኣበይ ኣበይ እዩ ዘሎ? እቲ ካልእ ስዒርና ስዒርና ብሉ። እንታይ እዮም ስዒሮም? ሆርሙዝ ተዓጽዩ ዘሎ፣ ዓጽያቶ እያ ዘላ እስራኤል፣ ኢራን። ኣሜሪካ ናይ ኢራን ከይወፁ ኢላ ድማ በቲ ርሕቕ ኢላ ኣይኣትዉን እዮም ኣይወፁን እዮም ዳ ገሊኦም ፈንጢሖም ይኸዱ ገሊኦም ድማ ኣሽኪዖም ኣኸዱ ሓደ ክልተ ሒዛ ኣላ እዚ ዓይነት ውርደት ገጢሞም ከሎ ንሕና ኣለና ይብሉ ንምንታይ በቃ እቲ ክብሮም ከይነኪ ሕጂ ምስ ቻይና ድማ ውጥረት ጀሚሮም ኣሎ ንሕና ዝብልናኪ ክትሰምዒ ኣለኪ ይብልዋ ኣለዉ ቻይና ኣንተ ዘይኮይኑ ሚእቲ ፐርሰንት ቀረጽ ክገብር ዋላ ሰለስተ ሽሕ ግበርዮ ንሕና ዘየገድሰናን እዩ ምስ ኢራን ክንሽቅጥ ኢና ክንሽቅጥ ኢና እስኺ ንዓና ኣይ እዚ በሊ እዚ ኣይትግበሪ ኣይትብልናን ኢኺ ሕጂ ዝመጽእ ዘሎ ጉድ እዚ ኣሜሪካ ብቻይና ተዘቢጣ ተሓማሽሻ ኣብ ዘይትዛረበሉ ደረጃ ንክትበፅሕ ከም ትኽእል ዝፈልጡ ጀነራላትን ናይ ፖለቲካ መራሕትን ሕጂ ዋጭ ዋጭ ይብሉ ኣለዎ ማለት እዩ ስለምንታይ ዋጭዋጭ ይብሉ? ኣሜሪካ ንምድሓን ካብ ዝውርዝ ንምውፃእ እዩ። ትራምፕ ድማ ኣነ ሓያለይ ሓያለ ኣነ ዝበልኩ ክኾን እዩ ዝብል ዘሎ ንርኢ። ንቻይና እንተ ተኪፍዋ ናይ ኣሜሪካ ኩሉ ነገር ክዓኒ ተኣኪባ ኣብቲ ቦታ ኣትያ ኣብቲ ቦታኣ ከማን ከይትወፅእ ከይትኣቱ ክገብርዋ እዮም እዚ ንፁር እዩ ኢራን ከምዚ ጌራ ታሊባን ከምዚ ገይሩ እንተ ኣዋሪዶ ቻይና እንታይ ከም ትገብር ኩልና ንፈልጥ ኢና ብዓብይ ቴክኖሎጂ እታ ቀዳመይቲ እያ ብፅዋራቱን ቀዳመይቲ እያ ብወታደራት ቀዳመይቲ እያ ብኩሉ ነገር ቀዳመይቲ እያ ስለዚ ሳይንስን ቴክኖሎጂን ቀዳመይቲ እያ ብኢኮኖሚ ቀዳመይቲ እያ ኣሜሪካ ብዘረባ ጥራሕ ብሕሶት ሕሶት ጥራሕ ሓደ ሓቂ ተዛሪቦም ኣይፈልጡን እዮም ሓደ ሓቂ ተዛሪቦም ኣይፈልጡን እዮም ስለዚ ሕጂ እቲ ናይ ሕሶት ኣብ ኮንግረስ ክሰርሕ ክቅበልዎም ኣይከኣሉን እቲ ብፍላይ እቲ ናይ ፕሮግራም ኣቀናባሪ ዝተባሃለ ክሳብ ክንደይ ድንቁርኑ ደንቆሮ ከም ዝኾነ ናይ ኣሜሪካ ኮንግረስ ተዛሪቦም እዮም ትራምፕ ድማ ዝደልይ ከምዚ ዓይነት እዩ ደንቆሮ ዝኾነ ሰብ ኣብ ጥቕኡ ኮፍ ኣቢሉ እሱ ጥራሕ ዝኣዞም ክኸውን ኣሎ ከምኡ እንተ ገይሮም በቃ ትራምፕ ደስ ዝብሎ ነዚ እዩ ትራምፕ ደናቑር ኣብ ጥቓይ ክገብር ደስ ዝብለኒ ምክንያቱ ኣነ ዝኣዝዝኮ ምገብሩ ኢሉ ይኣምን እቲ ሓቂ እዚ እቲ ሓቂ እዚ ናይ ኣሜሪካ መከላኸሊ ሚኒስትር ወይ ድማ ናይ ጦር ሚኒስትር ኣሽንኳይ ናይ ጦር ሚኒስትር ክኸውን ንሓንቲ ንሓንቲ ንእሽተይ ካምፓኒ ተራ ሰራሕተኛ ኮይኑ ክሰርሕ ዘይክእል ዓብዪ ድንቆሮ ዓብዪ ገበነኛ ዝኾነ ሰብ እዩ ዓብዪ ገበነኛ ዝኾነ ሰብ እዩ ናይ ኣሜሪካ መንግስቲ ሕጂ ዓቕሙ ንህዝቢ ዓለም ኣርእዩ ኣሎ። በዚ ዝተልዓለ እቲ ውርደቱ ኣብ ቀረባ እዋን ከነርኢ ኢና። ክቡራት ተኸታተልቲ ናይ ሎሚ መደብ ነዚ መስል ስለተኸታተልኩም የቐንየለይ። ምሸት ብካልእ መደብ የራኽበና። ሰላም ዓሉ። ቻው ቻው።